ሰላም ሰላም ክቡራት ተኻታተልቲ መደብ ሲሱ ሜድያ ከመይ ቀኒኹም? ተስፋ ገብር ኩላትኩም ጽቡቅ ቀኒኹም ክትኮኑ ንሎማዓንቲ ከኣ ከምቲ ልሙድ ሓንቲ መደብ ሒዘልኩም መጽየ ኣለኹ ናይ ሎማዓንቲ መደብና ኣብ መሰጅ እያ ክትከውን መሰጅ ክንጽሕፍ ከለና ንጥቀመሎም ዝተፈላለዩ ቲፕስ ኤን ትሪክስ ናይ ሎማዓንቲ ሽዱሽተ ዝተፈላለዩ ሽጣራታትን ሜላታትን ወይ ከኣ ጠቐምቲ ዝኾኑ ነገራትን ሒዘልኩም መጽየ ኣለኹ ሰናይ ምክትታል ኣብዚኣ ኢና ንኣቱ ማለት እዩ ሕጂ ኣብ መሰጅ ኢና ንኣቱ ሕጂ ናብቲ ኣብዚ ዘሎ ፍሉይ ዓይነት ሜላታት ወይ ቴክኒካት ኣብኡ ኣቲና ክንገብሮ ንኽእል ፈለማ መዓልቲ ክንርኢና ኣብዚ ንኣቱ ኣብዚ ምስ ኣተና መጀመርያ ናብቲ ክንሰደሉ ዘለና ሰብ ንዳሉ ኣነ ሕጂ ናብ ቴሌፎን ክሰድድ ኤስች ኣብዚኣላ እዚኣ ናተይ እያ ናባይ እያ ክትምለስ ማለት እዩ ኣብዚኣ መፂና ሕጂ ሽዱሽተ ነገራት ከሪኦኩም እየ በታ ቀዳመይቲ ክንጅምር ኢና ቀዳመይቲ ንሰዶ ሜሴጅ ልክዕ ምስቲ ሲትዌሽን ዶሎ ኣብነት ከምዚ በርዘይ ኮይኑ ሓደ ዓርክና ሃፒ በርዘይ ኢልና ልክዕ ምስ ናይ በርዘይ ዝኸይድ ኣኒሜሽን ክንሰዶ እጃ ኣብዚያ ንኣቱ ኣብዚኣ ምስ ኣተና ሃፒ በዘይ ኣብዚ ሃፒ በርዘይ ኢልና ምስ ጸሓፍና እዚኣ ሰንድ ይኮና ንብል ሓጂ ቅድሚ ሰንድ ምባላ ነዛ ሰንድ ንጥውቐላ ነዚኣ ነዚኣ ነዚኣ እታ ኣብዚኣ ኣቲና ኢንተር ኢና ንሰዳ ዝነበርና ጸቂጥና ንሕዛ ፕረስ ኣንድ ሆልድ ጸቂጥና ከምዚኣ ጌና ንሕዛ ድሓር እዚ ኦፕሽናት እዚ ከምጸና እዩ ኣብዚ ምርጫታት እዚ ዝኾነ ዓይነት ንመርጽ ከምዚ ጌርና ከምዚ ዓይነት ክትከይድ ትኽእል እያ፣ ከምዚ ክትከይድ ትኽእል እያ፣ እታ መሰይቲ ሰኒ ምስ በልናዮ ወይ ከምዚ ዝተፈላለየ ኣማራጺ ሂባትና ኣላ። ኣብዚ ኣብዚኣ ምስ መረጽና ሕጂ ኣነ እዚኣ ማእከለይቲ እዚኣ እዚኣ ላውድ መሪጸ ኣለኹ። ኣብዚኣ ምስ መረጽኩ ኣብዛ ስክሪን ይኸይድ። ኣብዚኤን ክልተ ኣብዚ ክልተ ኣለና ክልተ ኦፕሽናትና እዚኣ ናብዛ ስክሪን ኣነ ድኸይድ ስክሪን ምስ ከድኩ ከምዚ ዓይነት ኣማራጺ ክበኒ እዩ ናይ በርዝደይ ድኸይድ ኣኒሜሽን እየ ክደሊ ናይ በርዝደይ እንታይ እዩ ከምዚ ባምቡላታት ወይ ከዓ ኮንፌክት ከምዚ እየ ክደሊ ኣብዚኣ ንኸይድ እዚ ምስ በርዘይ ዝኸይድ ኣይኮነን ኣብዚ እዚ ሕጂ እዚኣ ክንሰዳ ንኽእል ኢና ሃፒ በርዘይ እና ዓርክና ይኹን ናብ ማሓዛና እዚ ሃፒ በርዘይ ናሰዳ ንኽእል ኢና ወይ ከዓ እዚ ኮንፌት ካለ ናብዚ ሃፒ በርዘይ ንብል እዛ የና ንሰዳ ልክ እሱ ምስ ከፈታ ከምዚ ይመፆ ወይ እሳ ምስ ከፈተታ ከምዚ ዓይነት ይመፅ ማለት እዩ እንደን ክሪስማስ ወይ ከዓ ሓዱሽ ዓመት ኮይኑ ሃፒ ኒው ይር ክንብል ኢና ምስ መጸና ኣብዚ እንተኾነ ንመርጽ ዳሕራ ኣብ ስክሪን ንኸይድ ካብ ዜና ኣብ ዝብል ኣባብል ን ስክሪን ዝብል ኣሎ እሳ ስክሪን መረጽና ዜና ሰዋብ ንገብር እዚ ኩሉ ልክዕ ምስዚ ናይ ሓድሽ ዓመት ድኸይድ ተንቀሳቓሲ ስእሊ ንኸለሉ ወይ ከዓ ከምዚ ኣኒሜሽን ምስ ድንቃ ምስ ድኸይድ ማች ድገብር ኣብዚ ንሓልፍ እዚኣ ረኺብና ኣለና እዚ ሕጂ ኩሉ እዚ ንገብሮ ዘለና እናመረጽና ክንመርጽ ንኽእል ኢና እናመረፅና ከዓ ንሰግድ እዚኣ ምስ ሰለናላ ልክዕ ወይ ምስ ሰለናሉ ከምዚ ኣቢሉ ሓሙሽተ ዓመት ልክዕ ከምዚ ይኸዶ ከምኡ እውን ናብ ዓርኪ ኮይና ናብ ዓርክኻ ናብ ቦይፍሬንድ ወይ ገርልፍሬንድ ክንሰድድ ተኮይና ኣብዚኣ መፂና በብ እዚኣ ምስ ጻፍና እዚኣ ፕሬስ እንኾን ኩሉ ሓደ ዓይነት እዩ ሰራርሑ ሓደ ዓይነት ኢና ንኸይድ ኣለና እቲ ኦፕሽናት ፍልልያ ጥራይ ኢና ንሪኦ ዘለና ኣብዚ መጺና ዝዘለናዮ ኣብዚ ጠዊቕና ዝኾነ ዓይነት ጠዊቕና ከምዚ ገርና ኣብዚ ምስ መጻና ናብ ስክሪን መጽእ ኣብዚ ምስ ዓዲ ኸይድ ከምዚ ንፍቕሪ መግለጺ ንጥቀመሉ ኣኒሜሽን ኣብዚ ክንደሊ ኢና እዚኣ ረኺብና ኣለና ገና ሰንድ ንብላ በቃ እቲ ሰብ ወይ እታ ሰብ ምስ በፅሐታ እዚኣ ትመፃ ማለት እዩ ከምዚ ጌርና ዝተፈላለየ ዓይነት ኦፕሽናት ኣለና ደድመረፅና ክንገብር ንኽእል እዚኣ ትመስል ቀዳመይቲ ማለት እዩ ሕጂ ከዓ ናብታ ካልኣይቲ ክንከይድና ቴክስት ክንጽሕፍ ከለና ስፐሊንግ ብግቡእ ስፐል ክንገብሮ ምስ ዘይንኽእል እቲ ንጽሕፎ ዘለና ጽሑፋት ኣብነት ሕጂ ሓደ ሓደ ግዜ ከምዚ ኣብ እንግሊሽ ቃላት ንውሕ ዝበለ ቃላት ይመፀና ዩ ሰርከምስታንስ ወይ ከምዚ ኢሚግሬሽን ከምዚ ንውሕ ንውሕ ዝበለ ቴሌኮሚኒኬሽን ንውሕ ንውሕ ዝበለ ቃላት ስፐሊንግ ብግቡእ ስፐሊንግ ክንገብሮ የፀግመና እዩ ከብደና እዩ ሕጂ ነዚ ንገብር ነዚኣ ንጥቀም ኣብዚኣ መፂና ወይ ከዓኒ መሰጅ እኩል ግዜ ምስ ዘይንህልወና ብሓፂሩ ቀልጢፍና ነዚኣ ዘለናያ ክንምልስ ንዘሊ ወይ ከዓ ከም ዝበልኩኹም ስፐል ክንገብሮ ንንኽእል ቃላት ስፐል ንክንገብር ኣብዚኣ ንመፅእ እዚኣ ኣብዛ ዘላ ማይክሮፎን ትመስል ነዚኣ ንጥወቃ ነዚኣ ምስ ጠወቕናያ እቲ ተዛረብናያ ባዕላ ክትፅሑፈያ ኣብዚ መፂና ሕጂ ኣብነት በቃ ታድብልያ እታ ተዛረብያ ብኣፍና ኣብዚያ ፅሒፋት ኣላ ነያ ሽዑ ሰን ንብላ ማለት እዩ ኣብታ ሳልሰይቲ ክንከይድ ሳልሰይቲ ክንፅሕፍ ከለና ኣብዚ ብዙሕ ቃላት ከምየና ንፅሕፍ እሞ ከምየና ላፀሓፍና ከለና ዳሓር ኣብዚ ኣብ ገሊኡ ኣብ ገሊኡ እናጸሓፍና ከለና ናይ ስፔሊንግ ኤረር ተጸኒሑ ነዚ ስፔሊንግ ኤረር ንኸነዕሪ ከምዚ ጌርና በብሓደ ንምለስ ኣብኡ ንጥውቕ ምሽ ቀልጢፉ ዶ ይመጸና ግዜ ወሰድና እዩ እንታይ ንገብር ነዛ ስፔስ ኣብዛ ስፔስ ዘላ ፕሬስ እንሆል ንገብር ፕሬስ እንሆል ምስ ገበርና እዚኣ ሽዑ ናብ ዝደለናዮ ሮቴት ንገብራ ንኽእል ኢና ኣብቲ ዝደለናዮ ቦታ ከምዚ ጌርና ንወዛ ከም ስሪዋ ደለኹም ትንቀሳቐስ ኣላ ልክ ኣብታ ዝደለናዮ ቦታ ምስ በጻሕና ኣብኣ ፈኒና ነቲኣ ካንስል ክንገብራ ዘለና ካንስል ንገብራ ከምዚ ኣየና ብቀሊል ማለት እዩ ካብ በባሕሪ እንዳጠወቕና ናብቲ ገለ ንገብር ከምዚ ኣየና ኣብቲ ደስ በለና ቦታ ምስ በፃሕና ኣብዚኣ መፂና ሕጂ ነዛ ሄች ከነጥፋእ ተሪድና ከምዚ ኣየና ሄች ካንስል ንገብራ ኣብ ካልእ ተሪድና እውን ከምኡ ፕረስ እንሆል ጌርና ናብ ዝኾነ ንወስዳ ናብቲ ዝደለናዮ ኣብታ ደለናዮ ምስ በፃሕና ፈኒና ካንስል ንገብራ ማለት እዩ እዚኣ ሳልሰይቲ እጅኻ ናብቲኣ ራብዒቲ ክንከይድ ኢና ራብዐይቲ ኣብዚ ሓደ ሓደ ግዜ ዘይንረኽቦ ሳይናት ወይ ከምዚ ሲምቦላት ኣሎ ንሱ ከዓ እንታይ እዩ ከምዚ እናፀሓፍና ከለካ ኣሰ ሕጂ ቴምፕሬቸር ናይ ትደለካዮ ቦታስ ቴምፕሬቸር ሓደ ሰብ ሓተካ እሞ ዒስራ ዲግሪ ሰንቲግሬድ ኣሎ ክትብል ደሊካ ኣለካ እዚኣ ሕጂ ዒስራ ዲግሪ ሰንቲግሬድ ኣይትረክባን እያ እታ ዲግሪ ናይ ዲግሪ ሳይን ኣበይ ንረክባ ኣብዛ ዚሮ መፂና ፕረስ እንደሆነ ንገብ ረክባ ናይ ዲግሪ ሳይን ኣብ ዘላትና ከምዚ እየና ንሰድድ ማለት እዩ ኣየና ንጽሕፋ ወይ ሓደ ሓደ ግዜ ናይ ገንዘብ ካብ ከይወፃና ማለት እዩ ናይ ገንዘብ ካረንሲ እዚኣ ሓንቲ ፓውንድ ተርእየና ኣላ ኣብዚኣ ምስ ጠወቕና ከዓ በታ ሓንቲ ካልኣይ ምስ ገንፀልና እዚአን ከዓ ኣብዚ ኣለዋ ሰለስተ ዝኾና ማለት ናይ ዩሮ ፓውንድ ናይ ናይ ጃፓን ድያ ናይ ኮርያ ገለ እዚኣ ከዓ ካብዚ ንላዕሊ ምስ ንደሊ ዝበዝሕ ካልእ ብዙሕ ምስ ንደሊ ኣብዚ መፂና ነዛ ናይ ፓውንድ ሳይን መፂና ፕሬስ ኦንሆል ንገብር ኣብዚ ብዙሕ ኦፕሽን ስበና እቲ ድመረጽናዮ ዓይነት ናይቲ ካረንሲ ሳይን ከኣ ነእቱ ማለት እዩ። ራብዐይቲ ከምዚኣ ትመስል። ሕጂ ናብታ ሓምሸይቲ ክንከይድ ኢና። ሓምሸይቲ ኣብዚ መጽእ ኣብዚ መጺና ነዚኣ እዚኣ ኣብዚ ኣይ ትብል ዘላ ሳይን ኣብዚ ንኸፍት እዚኣ ምስ ከፈትና ኣብዚ ብዙሕ ዓይነት ኣማራፂ ሂብና ኣሎ ፎቶ ሰንድ ክንገብር ንኽእል ኢና ኣብዚ ኣፕሊኬሽናት ሊንክ ክንገብር ንኽእል ኢና ኣብዚ ሲካር ኣብዚኣ ክንኣቲ ኢና ሕጂ ኣዚኣ ኢሞጂስ ኣብዚ ኢሞጂ መጺና ኢሞጂ ኤዲት ክንገብር ንኽእል ኣብዚ ብዙሕ ዓይነት ኢሞጂ ኣሎ እዚ ብዙሕ ዓይነት ኢሞጂ ክንሰርሕ ንኽእል ኢና ባዕልና ክሬት ንገብር ሓድሽ ኢሞጂ ኣብዚ ምስ ኣተና ከምዚኣ መጺኣትና ኣላ ነዚ ሕጂ ካብ ስኪን ንጀምር ስኪን ሕብሪ ከምዚ ጌርና ዝተፈላለያ ከምዚ ጌርና ክንቀያይሮ ንኽእል ማለት እዩ ኣብዚ ላይ ካብ ብጫ ቀይሕ ዝገብሮ ዘርጊሓ ቀይሕ እዚ ከምዚ ገይረ ኣለኹ ኣነ ኣብዚ ምስ መጻኹ ኣብዚ ሄር ስታይል ዝተፈላለየ ዓይነት ሄር ስታይል ዝደለናዮ ማለት እዩ እዚኣ መሪፅና ኣለና ናይካ ሄር ስታይል ናቱ ከምዚ ዓይነት ትገብሩ ብሮስ ብሮስ ኣብዚ እዚ ናይ ሸፋሽፍቲ ዓይኒ ማለት እዩ ሸፋሽፍቲ ዓይኒ ንየና መረፅት ዓይኒ ዓይኑ ንየና ዝኾነ ዓይነት ዓይኒ ቀይረሉ ርእሲ ኖስ ልክዕ ከምዚ ዳገበና ኣብዚ ማራፅ ዘሎ ብሙሉ ብሓደ እናበፃሕና ንሪኦ ከምዚ ኣይግላስ ዳቢሳ ክንገብረሉ ኢና ኣብዚ ዘሎ ዝተፈላለየ ዓይነት ዳቢሳ ድመረፅናዮ ዳቢሳ ክንገብረሉ ንኽእል ዝመረፅናዮ ኣይግላስ ወላ ሓባ መሻይ ክንገብረሉ ንኽእል ኢና ኣብዚ ናይ ሓንቲ ዓይኑ ዳቢሳዊ ንገብራ ንኽእል ኢና ድመረፅናዮ ማለት እዩ ኣነ ንሕጂ እዚኣ ገይረ ኣለኹ እዚኣ ገይረ ኣለኹ ኣብዚ ከይድና ኣብ ርእሱ ቆቢዕ ዲና ከነልብሶ ዋላ ብዘይ ቆቢዕ ዲኑ ክንመርፅ ንኽእል ኢና ዝተፈላለየ ዓይነት ብዙሕ ኣለና ከምዚኣ ጌርና እዚኣ ኤዲት ጌርና ምስ ወዳእና ዓራብ እዚኣ ንብላ ልክዕ እዚ ሕጂ መጺኡልና ኣሎ ኣብዚ ምስ ብዙሕ ኦፕሽን መጺኡልና ኣሎ ክንሰድ ተኾይና ልክዕ በቲ ኢዲት ዝገበርና ከምዚ ይመጸና ማለት እዩ ድሓር ናብቲ ንሰደሉ ናብ ዝኾነ ሰብ ክንሰደሉ ምስ ንደሊ እንታይ እየና ኣብዚኣ ፕሬስ ኦን ሆል እየና ንሰድድ ማለት እዩ ከምዚ ይመስል ሰዲድና ኣለና እዚኣ ከይዱ ኣሎ ዳን ሓምሸይቲ እዚኣ ትመስል ሕጂ ከኣ ናብቲያ ሻድሸይቲ ክንከይድ ኢና ሻድሸይቲ ኣብዚኣ ክንከይድ ኢና ኣብዚያ ልቢ ስእል ደላ ኣብዚያ ማለት እዩ ኣብዚያ ንጥወቕ ኣብዚኣ ምስ ጠወቕና ኣብዚ ብዙሕ ዓይነት ኣኒሜሽንስ ባዕልና ክሬት ክንገብር ንኽእል እዚኣ ከነዕብያ እሞ ፉል ስክሪን ከርእየኩም ኣብዚ መፂና ዝተፈላለየ ዓይነት ኣኒሜሽን ክንሰድ እናበልካ ኣብዚ ምስ መፃና ብሓይሊ ጠዊቕና ንሕዛ ኣብ ስክሪን መጀመርያ ፕረስ ጌርና ከምዚ ስትሮንግሊ ብሓይሊ ፀቒድና ንሕዛ ድሓር ፋየር መፀና ከምዚ ከምዚ ምስ መፀ ነዚ ከምዚ ዓይነት ፋየር ኣብ ድኾነ እንቀሳቂስና ናብ ደስ ዝበለና እንቀሳቂስና ንፍንዋ ከይዳ ኣላ ከም መሰጅ ኮይና ከይዳ ኣላ ከም ዝመስል ማለት እዩ ነዚ ሰብ ከምዚ ዓይነት ኣኒሜሽን ዘለዎ ቴክስ ይኸዶ ማለት እዩ ልክዕ ከምዚኣ ትኸዶ ካልእ ዓይነት ናይ ኪስ ሳይን ክንሰድድ ንኽእል ብክልተ ኣፃብዕትና በዚን ክልተ ኣፃብዕትና ከምዚ ኣየና ከምዚ ኣየና ኪስ ዝተፈላለየ ዓይነት ናይ ኪስ ስእሊ ናይ ምስዓም ከምዚ ኣየና ንሰድድ ሰንት ኮይና ኣላ ርእዋ ከም ዝመስል ከምዚ ኢላ ዲስፕለይ ብተወሳኺ ኣብዚ ኸይድና ናይ ልቢ ልቢ ስእሊ ክንሰድድ ንኽእል ኢና ናይ ልቢ ብክልተ ኣፃብዕትና ፕረስ ኦንሆል ብክልተ ፊንገርና ሓንሳ ፕረስ ምስ ገበርና ሒዝና ጠጠው ተልና ልቢ ትመፀና ህርመት ልቢ ከምዚ እንዳወቀዐ ከሎ ማለት እዩ እዛ ኣየና ንሕዛ እትሪዋ ኣለኹም ከምዚኣ ልቢ ትመፀና ነዚኣ ንፍንዋ ከይድ ኣላ ማለት እዩ እርመስ ቲቪ ከምዚኣ ትመስል ወይ ከዓ ኣብ ብሮክን ሃርት እውን ከምዚ እየና ክንሰድ ንኽእል ኣብዚ መፂና ኣብ ምሳኣተና ልክ ከምዚ ኣብ ሒዝኒ ኣለና ከም ብሮክን ዝጀመረት ንታሕቲ ስዋብ ተጌርና ብሮክን ትኸውን እንተ ልቢ ልክዕ ከምዚ ዓይነት እውን ክንሰድድ ንኽእል ማለት እዩ ከምዚ ስሪዎ ኣለኹም ከምዚ እየራታ ቴክስ ምስ ከለት ናብቲ ሰብ ወይ ናብታ ሰብ ከምዚ ትበፅሖም ካልእ ተንቃሳቓሲ ጽሑፍ ዝኾነ ዓይነት ጽሑፍ ተንቃሳቓሲ ጽሑፍ ኣብዚ ክንሰርሕ ንኽእል ኢና ካብዚ ሕብርታት ንመርጽ ኣብነት ኣብዚ ሕጂ ኣብዚ ንጅምር ሃይ ሲሱ ከምዚ ኣየና ኣብዚ ደላ ሰን ምስ በልናያ ከምዚ ኣላ ትኸይድ ማለት እዩ ልክዕ ነቲ ሰብ ከምዚ ዓይነት ይበጽሖ ከምዚ ጌርና ክንሰድድ ንኽእል ሶ ናይ ሎማዓንቲ እዚአን ይመስላ ብጣዕሚ እየ ደመስግን ስለቲ ምክትታልኩም ብዝተረፈ ክሳብ ካልእ ቪድዮ ሒዘ ድምለሰኩም ሰላም ቅነ ሰሰናዩ ንኹለትና